እውዕላ መሬትን ሰማይን ምስ ፈጠረ ዕድመ ገይሩ ረቢ ስብሓነሁ ወተዓላ ነዛ ኣዱንያ ሎማዓንቲ ኣብ ኣዱንያ ትነብር ፈጅኣ ድማ ኣኼራ ትመጽእ ኣይገበራን። ኣሕዋተይ ሒዝናዮ ዘለና ድሩስ ናትና ብዛዕባ ምልክታት ናይ የውመል ቅያማ እዩ። ንኣሽቱ ምልክታት ናይ የውመል ቅያማ ተባሂሉ ዝጽዋዕ እዚ ገሊኡ ቅድሚ ሕጂ ተራእዩ ገሊኡ ሕጂ ኣብዚ እዋንና እዚ ንርእዮ ነገራት ኣሎ። እቲ ገሊኡ ድማ ገና ደይመጸ ናብኡ ናብ መንገዱ ደለና ኸንያቱ ንወስዶ ዝቐነና ብዛዕባ ምልክታት ናይ የውም ኣልቅያማ ንኣሽቱ ክንወስድ ቀኒና እተን ዓበይቲ ኣሽራጥ ኣሳዓ ንሰን እንድሕር ደኣ መጽየን ቅያማ ኣብቲ ብዳያ ምጅማር ናይ ቅያማ በጺሓ ከም ዘላ የረድኣና ሊዛሊክ እንታይ ይብል ኣነ ኣንታ ዘይትኣምን ንመሓመድ ሰለላሁ ዓለይሂ ኣንታ በዚ ናይ መጨረሻ ነቢ ደይትኣምን ድኾንካ ትሕሸካ ንዓ ናብቲ ቕኑዕ መንገዲ እቶ ድብል ጻውዒ የቕርቡ። ማዕሪፈት ኣሽራጥ ኣሳዓ እንተ ደኣ ኣሽራጥ ኣሳዓ ሓደ ሰብ ፈሊጡ ይፈልጥ እዛ ኣዱንያ እዚኣ ቀረባ ምዃና። እዛ ኣዱንያ እዚኣ ሓጺር ምዃና ዕድሜኣ እዚ ኩሉ ዝወሰድናዮ ኩሉ እዚ እንታይ ትምህርቲ ካብኡ ወሲድና እዛ ኣዱንያ እዚኣ ወላ እውን እንተነወሐት ሓጻርያ ካልእ ዓለም ኣለዉ ዝጽበየና እዚ ዓለም እዚ ድማ መጻኢ እዩ ጥርጥር ደይብሉ ኣሕዋተይ እቲ ሒዝናዮ ዘለና

ክቡራት ኣሕዋት ክቡራት ኣሓት እዚ ሒዝናዮ ዘለና ድሩስ ብዛዕባ ምልክታት ናይ ዮም ኣልቅያማ ምልክታት ናይ መፅእት ዓለም እዛ ዓለም እዚኣ ተወዳኢት ምዃና እዚኣ ተወዲኣ ድማ ካልእ ዓለም ይፅበየና ከም ዘሎ እቲ ዓለም እቲ እዩ እቲ ናይ ዘልኣለም ዓለም ዝበሃል ሊዛሊካ ረብና ስብሓንሁ ወተዓላ ንዛ ኣዱንያ እዚኣ ወላ ውን ኣብኣ እቲ እስላማይ ይኹን እቲ ንዕኡ ድግዝኦ ንዕኡ ድምእዘዞ ይኹን ንቲ ንዕኡ ደይግዝኦ ይኹን ረቡና ስብሓንሁ ወተዓላ ይረዝቆ የብልዖ የስትዮ ጥዕና ይህቦ ግን እዚ ኩሉ እዚ ምልክት ናይ ፍቶት ኣይኮነን እቲ ምልክት ናይ ፍቶት እንታይ እዩ እቲ ንዝ ፈሊጡ ናብ ረቢ ስብሓንሁ ወተዓላ ተወጅህ ዝገበረ እቲ ንዝ ፈሊጡ ናብ ረቢ ስብሓንሁ ወተዓላ ትእዝ ምእዙዝ ዝኾነ ንሱ እዩ እቲ ዝዓበየ ባርያ ናይ ረቢ ስብሓንሁ ወተዓላ ዝቐረብካ ናብ ረቢ ስብሓንሁ ወተዓላ ክገብረካ ድኽእል ኣሕዋተይ ክሳብ ሎም መዓንቲ ብዙሕ ምልክታት ናይ ዮም ኣልቅያማ ዝወረደ ዝረኣናዮ ብዓይንና ብዙሕ ብዛዕባኡ ጠቒስና ሎሚ ውን ናፍቲ ደርሲ ናትና ኢና ንቕጽል ዘለና ሓድሽ ደይረኣናዮ ድማ ብዛዕባ ምልክታት ናይ ዮም ልቅያማ ክንወስድ ኢና ካብቲ ምልክታት ናይ ዮም ልቅያማ እተረኣየ ከምኡ ውን ዝረኣይ ዘሎ ነቢይ صለ ላሁ ለ ወሰለም ዝነገሩና እንታይ እዩ ኢሎም ኣነቢ ለ ሰላት ወሰላም ከረት ልቀትል ኢሎም ቅትለት ክበዝሕ እዩ ኢሎም ኣላሁ ኣክበር እዚ ዓብ ምልክት ነቢ صለ ላሁ ለህ ወሰለም ነቢ ምዃኖም ልኡኽ ናይ ረቢ ስብሓንሁ ወተዓላ ምዃኖም እቲ ዝዛረብዎ ዘረባ ካብ ረቢ ስብሓንሁ ወተዓላ ዝመፀ ካብቲ ፈጣሪ ነዚ ዓለም እዚ ብጥበብ ድፈጠሮ ፈጣሪ ካብኡ ድመጸ ምዃኑ ዘረበኦም ትፈልጥ ማለት እዩ። ስለዚ እቲ ነቢ ዓለይሂ ሰላቱ ወሰላም ድበልዎ ሓንቲ እውን ትኹን ኣብ መሬት ኣይትወድቕን እያ እንታይ ደኣ ኩሉ ትኽክል ያኒ ናይ ብሓቂ እንታይ ይኸውን ማለት እዩ እቲ ዝበልዎ ብትኽክል ይመጽእ። ስለዚ ካብቲ ዝበሉና ከስረት ልቀትል ኢሎም ኣነቢ ዓለ ሰላት ወሰላም እንታይ ኢሎም ነቢ ዓለ ሰላት ወሰላም ላ ተቁሙ ሳዓ ሓታ የክሱራ ልቀትል ኢሎም ዮም ኣልቅያማ ኣይትመፅእን እያ ክሳብ እንታይ ዝኸውን ክሳብ ምቅታል ድበዝሕ ኢሎም ኣነቢ ዓለ ሰላት ወሰላም ኣላሁ ኣክበር ሓታ የክሱራ ልሃርጅ ኢሎም ኣነቢ ዓለ ሰላት ወሰላም እቶም ሰሓባ ኢሎሞም ነቢ ዓለ ሰላት ወሰላም እንታይ ማለት እዩ ሃርጅ ኢሎሞ እንታይ ማለት እዩ ሃርጅ ኢሎሞም ኣነቢ ዓለ ሰላት ወሰላም ቃል ልቀትል ምቕታል ክበዝሕ እዩ ኢሎም ኣነቢ ዓለ ሰላት ወሰላም ዓጂብ ብዛዕባ እዚ ንድሕር ዳ ርእና ናይ ዝሓለፈ ክንደይ ታሪክ ወሲድና ከመይ ዓይነት ምቅታል ከም ዝነበረ ከምቲ ዝጠቐስናዮ ናይ እተተር ክኣትው እንከለዉ ክሳብ ክንዲ ምንታይ ሰብ ከም ዝቐተሉ ከምኡ እውን መታን ብዓይንና ዝረኣናዮ ክኾነልና ድማ ኣብዚ እዋንና ስክንርኣይ ኣብዚ እዋንና እዚ ክንደይ ዓይነት ምቅታል ኣሎ ኣሕዋተይ። ሰብ ንምንታይ ቀቲሉ ኣይፈልጥ፣ ንምንታይ ተቐቲሉ ተቐቲሉ ኣይፈልጥ። ውግእ በዚሑ፣ ሰብ ነንሕድሕዱ ይቃተል። ኣብ ዝኸድካዮ መንገዲ እንታይ ይኸውን ማለት እዩ? ሰብ ይረግፍ ኣሎ፣ እዚ ምቅታል እዚ እዚ ሞት እዚ እንታይ እዩ ዘረድኣካ እዚ ቁርብ ናይ ዓላማት ዮም ኣልቅያማ ዓላማት ናይ ዮም ኣልቅያማ ምልክት ናይ ዮም ኣልቅያማ ትቕርብ ከም ዘላ እዩ ዘረድኣካ እዚ ጉዳይ እዚ ማለት እዩ ወልዛሊከ ነቢ ዓለ ሰላት ወሰላም ተውጅህ ሂቦምና ኣብዚ እዋን እዚ ክኸውን እንከሎ ሞት ዝበዝሓሉ እዋን እንታይ ክንገብር ኣለና ኢሎም ምቅታል ዝበዝሓሉ እዋን እንታይ ክንገብር ኣለና ኢሎም ኣነቢ ዓለ ሰላት ወሰላም ኢሎምና ዒባዳ ናብ ረቢ ስብሓን ወተላ ክንገብር ከም ዘለና እሞ ኣብዚ እዋን እዚ ዒባዳ እንድሕር ድኣ ትገብር ኮንካ ኣብቲ ቅትለት ዝበዝሓሉ እዋን እንድሕር ድኣ ዒባዳ ትገብር ኮንካ ልክዕ ከም ናብ ነቢይ ስለ ላ ለ ወሰለም ሂጅራ ዝገበርካ ናብኦም ከም ዝኸድካ ረቢ ስብሓን ወተላ ይሓስበልካ ኢሎምና ኣነቢይ ስለ ላ ለ ወሰለም እዚ ኩሉ እዚ እንታይ እዩ ዘረዳእካ እዚ ጉዳይ እዚ ቁርበ ኣልቅያማ እዛ ቅያማ እዚኣ ኣብ ኣፍ ደገ ከም ዘላ ክንጥንቀቐላ ከም ዘለና የረድኣና ከሊካ ካብቲ ነቢይ صለ ላሁ ለህ ወሰለም ድነገሩና ድማ ካብቲ ዓላማት ናይ ዮም ኣልቅያማ እንታይ ኣለና ተቃሩበ ዘማን ኣላ እዚ ድማ ዓጂብ ግዜ ክቀራረብ ኢሎም ኣነቢይ ለ ላ ለ ወሰለም ድሕር ዳኣ ርእናዮ ሕጂ ግዜ ከመይ ኢሉ ይሓልፍ ልክዕ ከምዚ ሓንቲ መዓልቲ ከም ሓንቲ ሰዓት ኮይና ልክዕ ከምቲ ነቢ صለ ላሁ ዓለይህ ወሰለም ድበልዎ እንታይ ኢሎምና ኣነቢ ዓለ ሰላት ወሰላም ላ ተቁሙ ሳዓ ሓታ የተቃረቡ ዘማን ኢሎም ክሳብ ግዜ ዝቀራረብ ኢሎም ኣላሁ ኣክበር በል ኢሎምና ኣነቢ ዓለ ሰላት ወሰላም ተኩኑ ኣሰነቱ ከሻሃር ኢሎም ወርሒ ከም ምንታይ ክትከውን እያ ኢሎምን ኣነቢ ዓለ ሰላት ወሰላም ዓመት እንታይ ኢሎምን ኣነቢ ዓለ ሰላት ወሰላም ዓመት ከም ወርሒ ክትከውን እያ ኢሎምና ወርሒ ከም ሰሙን ክትከውን እያ ኢሎምን ኣነቢ ዓለ ሰላት ወሰላም ዳሕራይ እንታይ ኢሎም፣ ሰሙን ከ ከም ሓንቲ መዓልቲ ክትከውን እያ፣ ሓንቲ መዓልቲ ድማ ከም ሓንቲ ሰዓት ክትከውን እያ ኢሎምና ነቢ ዓለይሂ ሰላቱ ወሰላም። ሕጂ እንድሕር ደኣ ርኢናዮ ክንዲ ምንታይ ግዜ ይሓልፍ ኣሎ፣ ክንዲ ምንታይ ግዜ ይጎይይ ኣሎ። ያዕኒ ሎማዓንቲ መሰለን እንድሕር ደኣ ጅምዓት ኮይና እዛ ጅምዓት እዚኣ ከመይ ኢላ ሓሊፋ መይሳ እቲ ካልኣይቲ ጅምዓት ተርክበካ። ወርሒ ትመጽእ ወርሒ ትኸይድ፣ ዓመት ይኸይድ ዓመት ይመጽእ፣ ከምዚ እንዳበለ እቲ ግዜ ይጎይይ ኣሎ። ጠብዓን እዚ ኩሉ ምጉያይ ናይዚ ግዜ እዚ ናብ ምንታይ እዩ ዘቕርበና ዘሎ ናብ ረቢ ስብሓንሁ ወትዓላ እዩ ዘቕርበና ዘሎ ስለዚ ኣሕዋተይ እዚ እውን ካብቲ ነቢ ዓለ ሰላት ወሰላም ዝነገሩና ብዓይንና ንሪኦ ዘለና ምጉያይ ናይ ግዜ ብዓይንና ንሪኦ ዘለና ሓደ ካብቲ ነቢ ዓለ ሰላት ወሰላም ዝጠቐሱልና እንታይ እዩ ማለት እዩ ዓላማ ካብቲ ናይ ዓላማት ኣልቅያማ እዩ ካብቲ ዓላማት ናይ ቅያማ ሊዛሊካ የኽዋን እዚ ግዜ ከምዚ ኢሉ ክጎይ እዩ እንከሎ ድሕር ድኣ ደይተጠቀምካሉ ድሕር ድኣ ድሕር ድኣ ዓመት ከም ወርሒ ትኸውን ኮይና እሞ ከዓ ዓመት እዚኣ ድሕር ድኣ ስቂኢልካ ናፍትን ናፍትን ድሕር ድኣ ኣጥፊእካያ በረካ ደይብሉ እዋን ስለ ዘለና እዚ እዋን እዚ ድሕር ድኣ ደይተጠቂምካሉ ካብ ዕድሜኻ እዩ ኣብ ረቢ ስብሓንሁ ወተዓላ ምስ ከድካ እንታይ ደይብልካ ክትበፅሕ ኢኻ ማለት እዩ ብዘይ ሓሰናት ስለ ትበጽሕ ንዚ እዋን ድጓየየሉ ዘሎ እንታይ ክትገብር ኣለካ ክትቃላጠፍ ኣለካ ምስኡ ምእንቲ እንታይ ክትእክብ ሓሰናት ምእንቲ ክትእክብ ምእንቲ እንታይ ክትእክብ ምእንቲ ያኒ እቲ መጽሓፍ ናትካ ኣብ ዮም ልቅያማ ናብ ረቢ ስብሓንሁ ወተዓላ ትመፀሉ እዋን እንታይ ክመፅእ ምእንቲ መሊኡ ብዚክር ናይ ረቢ ስብሓንሁ ወተዓላ ብሰላት ብዒባዳ በዚታት ምእንቲ ክመልእ ምእንቲ እንታይ ክትገብር ኣለካ ያኒ ክትጓየይ ኣለካ ናብ ዓመል ሳልሕ ከሊካ ካብቲ ነቢ ስለ ላሁ ለ ወሰለም ዝጠቐሱልና ድማ እንታይ ኣለና ክመፅእ እዩ ዝበሉና ነቢ ለ ሰላት ወሰላም እንታይ ኣሎ ተቃሩብ ኣልኣስዋቅ ኢሎምና ነቢ ለ ሰላት ወሰላም ዓጂብ እዚ እውን ብዓይንና ንሪኦ ዘለና ኣብዚ እዋን እዚ ማለት እዩ ወላሂ እዚ ኣኽዋኒ እንታይ እዩ ዘረዳእካ እንድሕር ዳኣልካ እዚ ስድቀ ነቢይ ለ ላ ለ ወሰለም ወስድቀ ሪሳለትሂ እቲ ሓቅነት ሪሳላ ናይ ነቢ صለ ላሁ ለ ወሰለም ደርኢ ጉዳይ ማለት እዩ እዙ ቀደም እንድሕር ዳ ርእኻዮ ካብ ሹቕ ናብ ሹቕ ንኽትከይድ እንታይ እዩ ነይሩ ካብ ሓደ ገዛኻ ናብ ሹቕ ንኽትከይድ ነዊሕ እዋን ይወስደልካ ነይሩ ማለት እዩ ወይ ድማ ድተረሓሓቐ ነይሩ ድሕር ዳርእና ኣብዚ እዋና ዝላኪን ኣብ ኩሉ ከባቢ ሹቕ ዘይብሉ የለን። ካብ ሹቕ ናብ ሹቕ ድማ ድበዝሕ ዓይነት ዓይነታት እኳ ዝመልኦ ኣስዋቅ ኣሎ ማለት እዩ። እዚ እንታይ እዩ ዘረዳእካ? እዚ እቲ ነቢ ዓለይሂ ሰላቱ ወሰላም ዝበልዎ ተቃሩብ ኣልኣስዋቅ እዚ ካብቲ ዓላማት ናይ የውም ኣልቅያማ ሓደ ኻብኡ እዩ። ኣላሁ ኣክበር ረኣይዎ ያኒ ሹቕ እከለ ሹቕ እከለ ሹቕ እከለ እንዳተባሃለ ኣብ ሓደ ከባቢ ክንዲምንታይ ድኸውን ኣስዋቕ ኣሎ ማለት እዩ ብዙሕ ኣስዋቕ ኣሎ እዚ ሓደ ካብቲ ነቢ ዓለይሂ ሰላቱ ወሰላም ዝነገሩና እንታይ እዩ ማለት እዚ ዓላማ ምን ዓላማት የውም ኣልቅያማ እዩ ማለት እዩ ከሊካ ካብቲ ነቢ ስለ ላሁ ዓለይሂ ወሰለም ዝነገሩና ድማ እንታይ ኣለና

ቅያመት ሰዓ ኣይመጽእን እዩ ክሳብ ቀባኤል ኣለው ቀባኤል ካብ እማ ናይ መሓመድ ለ ላ ለ ወሰለም ቀቢላታት ማለት እኳ እዩ ቀቢላታት ናብ ምንታይ ክቕየራ እየን ኢሎም እነቢ ለ ሰላት ወሰላም ናብ ሽርክ ክቕየራ እየን ኢሎም ተውሒድ ገዲፎም ሲ ናብ ምንታይ ክኸዱ እዮም ኢሎም እነቢ ለ ሰላት ወሰላም ናብ ሽርክ ክኸዱ እዮም ኢሎምና ማለት እዮም እዚ የእኽዋኒ እንድሕር ድኣ ርኢናዮ ዓላ ሰቢል ኣፍራድ እንድሕር ድኣ ርኢና ናይ ነብሲ ወከፍ ሰብ እንድሕር ድኣ ርኢና ኣብዚ እማ እዚ ክንደይ ሽርክታት ተረኺቡ ኣብዚ እዋን እዚ እንድሕር ድኣ ርኢና ገለ ሰባት ንቐብሪ ዝሰግዱ ሰባት ኣለውና ገለ ሰባት ንምንታይ ዝሰግዱ ኣለውና ንደሪሕ ዝሰግዱ ሰባት ኣለውና ገለ ሰባት እንታይ ዝገብሩ ኣለውና ንሸጀር ዝሰግዱ ሰባት ኣለዉና ገለ ሰባት ኣለዉና ጠቕላላ ካብ እስልምና ወፅኦም ድማ ናብ ምንታይ ድኣተዉ ናብ ካልእ ዓይነት ኣድያን ድኣተዉ ድማ ኣለዉና እዚ ብምሉእ እዚ እንታይ እዩ ዘረድኣካ ማለት እዩ እዚ ምሉእ እዚ ካብቲ ቁርበል ቅያማ ቅያማ ትቐርብ ከም ዘላ እዩ ዘረድኣካ ቅያማ ትቐርብ ከም ዘላ እዩ ዘረድኣካ እዚ ድማ ሓደ ካብቲ ስድቂ ቀውል ነቢይ ለ ላ ለ ወሰለም ነቢ ዓለይሂ ሰላቱ ወሰላም ዝበልዎ ሓቅነት ዘለዎ ጉዳይ ምዃኑ ዘረድኣካ ሓደ ነገር እዩ ማለት እዩ። እዚ እውን ተራእዩ ወይ ይረኣይ ኣሎ ኣብዚ እዋንና እዚ ክንደይ ሰባት ኣብ ምንታይ ዘጥለቕለቑ ሰባት ኣለዉ ማለት እዮም። ኣብ ሽርክ ዝወደቑ ሰባት ብዙሓት ኣለዉ። እዚ ሓደ ካብቲ ዓላማት ምልክታት ናይ የውመል ቅያማ እዩ። ከዛሊካ ካብቲ ነቢይ ሰለላሁ ዓለይሂ ወሰለም ዝነገሩና ምልክታት ናይ የውም ኣልቅያማ ድበሉና ድማ ክመፅእ እዩ ክረኣ እዩ ድበሉና ድተረኣየ ኣብዚ እዋንና ከዓ እንታይ ኣሎ ከስረት ልፉሕሽ ኢሎም ነቢይ ሰለላሁ ዓለይሂ ወሰለም ወይ ظሁር ልፉሕሽ ኢሎም ነቢ ዓለይሂ ሰላቱ ወሰላም ወቀጢዐት ራሒም ወሱእ ኣልጅዋር እንታይ ክመፅእ ኢሎም ኣነቢ ለ ሰላት ወሰላም ፉሕሽ ሕማቕ ዘረባ ሕማቕ ዘረባ ይበዝሕ ኣብ ደቂ ሰባት ኢሎም ሓታ ከምቲ ንርእዮ ብዙሕ እዋን ኣሎ ሓደ ሰብ ምስ ዓርኩ ክራኸብ እንከሎ ወይ ምስ ዝፈልጦ ሰብ ክራኸብ እንከሎ እቲ ሰላም ኣበሃህላ ናቱ ክንዲ ኣሰላሙ ዓለይኩም እቲ እስልምና ዘምፅኦ ሰላም ኣበሃህላ ክንዲ ዝብል ኣንታ ወዲ ከምዚኣ ኣንታ ወዲ ከምዚ ገለ እንዳበለ ሕማቕ ዘረባ እንዳተዛረበ፣ እቲ ተባሃላይ ድማ ክንዲ ዘጉህዮን ደሕምሞን ነቲ ጉዳይ እንታይ እንዳኾነ የብሎ ማለት እዩ፣ እንዳሰሓቐ ነቲ ጉዳይ ይቕበሎ ማለት እዩ። እዚ እንታይ እዩ ማለት እዩ? ያዕኒ እንቀለብ ኣልማዕሩፍ ኢላ ሙንከር ወልሙንከር ኢላ ማዕሩፍ። እቲ ማዕሩፍ ሰናይ ተግባር እንታይ ኮይኑ ናብ ሕማቕ ተቐይሩ፣ እቲ ሕማቕ ተግባር ድማ ናብ ሰናይ ተቐይሩ። ድሕር ዳኣልካዮ እዚ ሲ በዴካ እንዳ ጸረፈ እዩ ዝጽዋዓካ ደሎ እንታይ ጉዳሚ እዩ ድሕር ዳኣልካዮ ንሕነ ጻወት ንደሎ ዓዲ ወላ ሓንቲ እንታይ ሽግር ኣለዎ ይብለካ እዚ እንታይ ዘረዳኣካ ያኒ ዩስቢሑ ልማዕሩፉ ሙንከረን ወልሙንከሩ ማዕሩፈን ከምዚ ዓይነት እዋን ንበጽሓሉ እዚ ድማ ብዓይንና ንሪኦ ዘለና ኣብዚ እዋንና እዚ ማለት እዩ ከስረት ልፍሑሽ ተዛራባይ ክዛረብ እንከሎ ብሕማቕ ይዛረብ ክጅምር እንከሎ ብሕማቕ ይዛረብ በል እቲ ሕማቕ ዘረባ እንታይ ኮይኑ ናብ ደቂ ሰባት ያኒ ከምዚ ኖርማል ዓይነት ኮይኑ ማለት እዩ ወላ ሓንቲ እንታይ ድዩ እንታይ ልሙድ እንድዩ እንታይ ኣለዎ እሞ ከምዚ እንተበለ ነዴኻ እንዳፀረፈ ኣንታ ወዲ ከምዚ ገለ እንዳበለ እንዳፀረፈካ እንከሎ ኣንታ ወዲ ከምዚ እንዳበለ እንዳተፃረፈካ እንከሎ እንዳተዛረበካ እንከሎ እዚ ጉዳይ እዚ እንታይ ይኸውን ማለት እዩ ላላይ ፅዋዓኒ እዩ ኮዶ ደሎ ዓርከይ ስለ ዝኾነ እኮ ኣቕሪቢ እዩ እኮ ይበሃል ማለት እዩ እዚ ጉዳይ እዚ እዚ እቲ ነቢ ዓለ ሰላት ወሰላም ድነገሩና ክመፅ እዩ ዝበልዎ መፅ እዩ ማለት እዩ ከሊካ እንታይ ኣለና ማለት እዩ ከሊካ ቀጢዓት ራሕም ክበዝሕ እዩ ኢሎም ቀጢዓት ራሒም ከዓ ከምዚ ንሪኦ ዘለና ኣብዚ እዋን ይኽዋኒ ሓደ ሰብ ምስ ሓዉ ሰላም ዘይበሃለሉ እዋን በል ዓመታት ሰላም ዘይበሃለሉ ያ ኣላ ክሳብ ክንዲ ምንታይ እቲ ልቢ ነቒጹ ካብ ሓንቲ ከብዲ ድወፁ ክልተ ኣሕዋት እንታይ ይኾኑ ማለት እዮም ይቋራረፁ እዞም ሰባት እዚኣቶም እቲ ነቲ ሰላም ኣይብሎ እቲ ነቲ ሰላም ኣይብሎ ዓመታት ይፀንሑ ሓሙሽተ ሽዱሽተ ዓመት ገሊኦም ኣለዉ ካብ ዕስራ ዓመት ዘይረኣዩ ኣሕዋት ኣለዉ ማለት እዮም እንታይ ይእክቦም ገለ እንዳእከለ መርዓ ነይሩ ወይ እንዳእከለ ሓዘን ነይሩ ኣብኡ ይረኣኣዩ ሽዑ ሰላም ክበሃሃሉ ከለዉ ከመይ ኣለኻ ከመይ ኣለኻ ድሓን ደቕ ኣለኻ ሽዑ እቲ ሰብ እቲ መዓዝቲኹም ርኢኹም ነርኩ ውይ ክንደይ ኣለን ደይረኣኽዎ ክንደይ ኮይኑ ዕስራ ዓመት ኣለና ካብ ዘይርዮ ወዲ ቦኻ ወዲ ዴኻ ዕስራ ዓመት ኣይረኣኻየን እወ እንታይ ኮንኩም ንእሽተይ ተተናኺፍና ነርና ብኣ ጌርና ከላስ ንሱ ኮርዩ ኣነ ኮርየ ብኡ ጌርና ተፃሊእና ተረሓሒቕና ላኢላሃ ኢለላህ እዚ እንታይ እዩ ማለት እዩ ሓደ ካብቲ ዓላማት ናይ ዮም ኣልቅያማ ነቢ ዓለ ሰላት ወሰላም ዝነገሩና ጉዳይ ማለት እዩ ኣላህ ጀለ ውዓላ ኣብ ቁርን ክንደይ መጠንቀቕታ ውሪዱ ነዚ ጉዳይ እዚ ፍሃል ዓሰይቱም ኢንተወለይቱም ኣንትፍሲዱ ፊ ልኣርض ወትቀጢዑ ኣርሓመኩም ላይከ ለذ ለዓነሁም ላ ኢሉ ረና ስብሓ እዚኣቶም ዘም ሰባት እዚኣቶም ጢዓት ራሒም ድገብሩ ዝኾኑ ሰባት ስድርኦም ድቆርፁ ዝኾኑ ሰባት ስድርኦም ደይበፅሑ ዝኾኑ ሰባት እዞም ሰባት እዚኣቶም ኣላ ጀለ ዓላ ኣብ ቁርን ናቱ መልዑን ድበሎም ካብቲ ራሕማ ናተይ እተሰጎጉ ሰባት እዮም ዝበሎም እዚኣቶም ኮይኖም ማለት እዮም ሊ ከምቲ ነቢ ለ ሰላ ሰላም ድበሉና እዚ ክበዝሕ ዩ ድበልዎ በዚሑ ንል ንሀለ ብዓይንና ንሪኦ ኣለና ማለት እዩ ጢዓት ራሒም ያ ቃጢዐ ኣራሒም እተቂላህ ኣንታ ቀጢዐት ራሒም ትገብር ረቢ ፍራሕ ዓላማት ቅያማ እዩ መጺኡ ዘሎ ከምዚ ትሪኦ ዘለኻ ባዕልኻ ትሪኦ ዘለኻ ባዕልኻ ትትግብሮ ዘለኻ እዚ ሓደ ካብቲ ምልክታት ናይ የውም ቅያማ እዩ ካብኡ ምእንቲ ክድሕን ካብቲ ቅያማ ከይመፀትካ እንኮላ ከየርከበትካ እንኮላ ምእንቲ ካብቲ ዓዛብ ናይ ረቢ ስብሓን ወተዓላ ምእንቲ ክድሕን ስድራኻ ብፃሕ ናብ ስድራኻ ቅረብ ከምዚ ገይሩኒ እንዲ ከምዚ ገሪኒ እንዲ ትበል ኩሉ እዚ እንታይ ኣይኮነን ማለት እዩ ምኽንያት ናይ ምንታይ ኣይኮነን ቀጢዓት ራሒም ንኽትገብር ሓቅኻ ንኽትወስድ ድኽልክለካ ሰብ ወላ ሓንቲ የለን ሓቅኻ ምውሳድ ማለት ግን እንታይ ማለት ኣይኮነን ቀጢዓት ራሒም ምግባር ኣይኮነን ከሊካ ካብቲ ነቢይ صለ ላሁ ለ ወሰለም ዝነገሩና ምስኡ ተሓወሰ እንታይ ኣሎ ሱኦል ጅዋር ኢሎም ኣነቢ ለ ሰላት ወሰላም ዓጂብ እንታይ ማለት እዩ ሱኦል ጅዋር ጉርብትነት ይኸፍእ ኢሎም ከመይ ማለት እዩ ጎረቤትካሲ ኣዚያ ንዓኻ ጥራሕ ድገብር ይኸውን ማለት እዩ። ንስኻ ንዕኡ ትኣዝዮ ንሱ ንዓኻ ይኣዝየካ ላኢላሃ ኢለላህ እዚ ካብቲ እንታይ እዩ ማለት እዩ ካብቲ ዓላማት ናይ ዮም ኣልቅያማ ነቢ ዓለይሂ ሰላቱ ወሰላም ድነገሩና ሓደ ንሱ እዩ ማለት እዩ እንታይ ኢሎም ኣነቢ ዓለይሂ ሰላቱ ወሰላም ላ ተቁሙ ሳዓ ሓታ የዝሃሩ

እቲ ምጉዳእ ብብዙሕ ዓይነት ክኸውን ይሕዋት ክኸውን ይኽእል ይሕዋተይ ሓንሳብ ሓንሳብ ገለ እንድሕር ኣብ ኣፍ ደጊኡ ሕማቕ ነገር ጉሓፍ እንድሕር ደኣ ትገድፈሉ ኾንካ እንድሕር ደኣ ሕማቕ ትዛረቡ ኾንካ ሰላም እንድሕር ደኣ ደይትብሎ ኾንካ ሕማቕ ናቱ ትትምነይ እንድሕር ደኣ ኾንካ ሓንሳብ ሓንሳብ ኣሎ ከምቲ ረቡና ስብሓንሁ ወተዓላ ኣብ ቁርኣን ድበለና ወየምናዑን ኣልማዑን ድበለ ጎረቤትካ እንድሕር ደኣ ካባኻ ዝኾነ ነገር ቀሊል ነገር ኩሉ ሰብ ዝጥቀመሉ ነገር ማይ ሃበኒ ተኢሉካ ማይ ትህቦ መርፍእ ሃበኒ መርፍእ ድስቲ ሸሓኒ መቕድሕ ገለ ከምዚታት ሃበኒ ኢሉካ እንድሕር ድኣ ደይትህቦ ኾንካ ደይትጠቓቐም እንድሕር ድኣ ኾንካ ምስቲ ጉርብትነት እንታይ ኢኻ ንስኻ ዘለኻ ማለት እዩ እዚ ሱኣል ጅዋር ይበሃል ፈን ጉርብትነት ንጎረቤትካ ምኽባር ካብቲ እንታይ እዩ ማለት እዩ ካብቲ ኢማን ቢላህ እዩ

ጎረቤት ናቱ ኣይጉዳኣዮ ኢሎም ኣነቢ ሰለላሁ ዓለይሂ ወሰለም ሊዛሊካ ኣሕዋተይ እንታይ እዩ ማለት እዩ እዚ ካብቲ እነቢ ዓለይሂ ሰላቱ ወሰላም ዝሓበሩና ዓላማት ናይ የውም ኣልቅያማ ክመጽእ እዩ ዝበልዎ እዚ እንታይ ማለት እዩ ብዓይንና ንሪኦ ዘለና ኣብዚ እዋን እዚ እዩ ማለት እዩ ብዓይንና ንሪኦ ዘለና ኣብዚ እዋን እዚ እዩ ማለት እዩ ስለዚ ኣሕዋተይ ኩሉ እዚ ንሪኦ ዘለና ዓላማታት እዚ እንታይ እዩ ማለት እዩ እዚ እዛ ቅያማ እዚኣ ኣብ ኣፍ ደገ ከም ዘላ ዘረድእ እዩ ኣብ ኣፍ ደገላ ማለት ድማ እንታይ ማለት እዩ ናብ ነዊሕ ሕሳብ ኢና ንቐርብ ዘለና ማለት እዩ ረቢ ስብሓን ወተላ እቲ ሕሳብ ናትና ፎኪስ ይግበረልና እቲ ዘንብታት ናትና ይቐፍረልና ኩሉ ዚ ምልክታት እዚ ኣላ ጀለ ዋዓላ ንዛ ኣኼራ እዚኣ እንታይ ኣይገበራን በጊላ ፅባሕ ካላስ ኣኼራ ኮይኑ ከምቲ መፃ ኣይገበራ እንታይ ደኣ ገይሩላ ምልክታት ገይሩላ እዚ ምልክታት እዚ ኩሉ እንታይ ማለት እዩ ምእንቲ ክንጥንቀቐሉ ምእንቲ ከይመፀ እንከሎ ናፍቲ ንኣኼራ ዝኸውን ስንቂ ሒዝና ንኸደሉ ክንቅረብ ምእንቲ ወይ ዛሊካ ኣብ ሁረይራ ረዲ ላ ን ኣርዳ እንታይ ይብል ነይሩ ክዛረብ እንከሎ ኣነሲ ነዊሕ መገሻ እይደለኒ ይብል ነይሩ ንነዊሕ መገሻ እንታይ እዩ ዘድልዮ? ብዙሕ ስንቂ እዩ ዘድልዮ፣ ግን እቲ ስንቂ ናተይ ድማ ውሑድ እዩ ይብል ነይሩ። መዓኣኑ እዞም ሰባት እዚኣቶም ምስ ነቢ ዓለይሂ ሰላቱ ወሰላም ነይሮም፣ ክንደይ ንዚ ዲን እዚ ኸዲሞም፣ ክንደይ ሰናይ ተግባር ገይሮም፣ ምስዚ ኹሉ እንታይ ይገብሩ ነይሮም ማለት እዮም? ይፈርሑ ነይሮም፣ እቲ ስንቂ ናቶም ናብ ኣኼራ ዝወስዶምሲ ዘይኣክል ከይከውን ምእንቲ ይፈርሑ ነይሮም። ንሕናኸ እንታይ ገይርና ኢና? እንታይ መቀራረቢ ኣለና? ናብዚ ኣኼራ እዚ ሒዝናዮ ንኸይድ፣ ውሑድ እዩ እሞኒ፣ ነዚ ውሑድ እዚ እንታይ ንግበሮ ነጽፍፎ ወላ እዘን ውሑዳት እዚኣተን ጽፉፋት ኮይነን ዘንቢ ደይበዝሖ እንድሕር ደኣ ኮይኑ እቲ ጉዳይ ኣብ ረቢ ስብሓንሁ ወተዓላ ጠቓሚ ክኾነና ስለ ዝኽእል እንታይ ንግበር ንጓየ ናብዚ ጉዳይ እዚ ከምቲ ረቡና ስብሓንሁ ወተዓላ ሳቢቑ ድበለና ተጓየዩ ድበለና ንጓየ ናብዚ ጉዳይ እዚ ንብል ማለት እዩ ኣሕዋተይ ብተረፈ ብዙሕ ኣሎ ብዛዕባ ምልክታት ናይ ዮም ልቅያማ እቲ ነቢ ለ ሰላት ወሰላም ትነገሩና ናይ ሎም መዓንቲ ደርስና ኣብዚ ክንውዲ ኢና ንሱ ግን ቀፃሊ እዩ ብኢድንላ ስብሓን ወተላ ኣብቲ ድመፅእ ደርስናትና ክሳብ ንራኸብ ንረቢ ስብሓን ወተላ ንልምኖ ብሰላም ክራኸበና ወለ ላ ሰለማ ወባረከ ዓላ ዓብድ ወረሱሊ ሙሓመድ ወሰላሙ ዓለይኩም ወረሕመቱላሂ ወበረካቱ። ኣላሁ ጀለ ውዓላ መሬትን ሰማይን ምስ ፈጠረ ዕድመ ናይ ረቢ ስብሓነሁ ወተዓላ ነዛ ኣዱንያ ሎማዓንቲ ኣብ ኣዱንያ ትነብር ፈጅኣ ድማ ኣኼራ ትመጽእ ኣይገበራን። ኣሕዋተይ ሒዝናዮ ዘለና ደሩስ ናትና ብዛዕባ ምልክታት ናይ የውመል ቅያማ እዩ። ንኣሽቱ ምልክታት ናይ የውመል ቅያማ ተባሂሉ ዝጽዋዕ እዚ ገሊኡ ቅድሚ ሕጂ ተራእዩ ገሊኡ ሕጂ ኣብዚ እዋንና እዚ ንርእዮ ነገራት ኣሎ። እቲ ገሊኡ ድማ ገና ደይመጸ ናብኡ ናብ መንገዱ ደለና ክንያቱ ንወስዶ ዝኽነና ብዛዕባ ምልክታት ናይ የውመል ቅያማ ንኣሽቱ ክንወስድ ቀኒና እተን ዓበይቲ ኣሽራጥ ሳዓ ንሰን እንድሕር ደኣ መጽየን ቅያማ ኣብቲ ብዳያ ምጅማር ናይ ቅያማ በጺሓ ከም ዘላ ይረዳእ ሊዛሊክ እንታይ ይብል ኣነ እታ ዘይትኣምን ብመሓመድ ሰለላሁ ዓለይሂ ኣንታ በዚ ናይ መጨረሻ ነቢ ደይትኣምን ድኾንካ ትሕሸካ ንዓ ናብቲ ቕኑዕ መንገዲ እቶ ድብል ጻውዒት የቕርቡ።